ሰላም ኩቡራት ተኸታተልቲ ከመይ ጸኒሕኹም ኣለኹም ናይ ሐዚ ወታደራዊ ምንቅስቃስ ሰራዊት ትግራይን ግንባራትን ዝምልከት ሓበሬታ ብቀዳምነት ክንርኢ ኢና ሰራዊት ትግራይ ብሰለስተ ግንባራት ዝጀመሮ ውሕነ ናይ ምፍዳይ ስርሒት ይቅጽል ከምዘሎን ኣብ ግንባር ዓፋር ክልተ ወረዳታት ኣብ ትሕቲ ቁጽጽር ሰራዊት ትግራይ ከምዝወዓላ ዝገልጽ ሓበሬታን ኣብ ቆቦ ዞብል ጎብየን ዝካየድ ዘሎ ሓድሽ ወታደራዊ ስልቲ ኣብ መንጎ ሰራዊት ብልፅግናን ሓይልታት ፅምዶን ዝካየድ ዘሎ ውግእ ዝምልከት ሓበሬታ፣ ውሽጣዊ ቅልውላው ሰራዊት ብልፅግና ዝገልፅ ሓበሬታ እውን ሒዝና ኣለና። ኣብ ከባቢ ወልድያ ሓንቲ ክፍለ ጦር ብልፅግና ከም ዝተደምሰሰትን ሰለስተ ሚእትን ሓምሳን ከም ዝተማረኹ ተገሊፁ ኣሎ። ኣብ ቆቦ ኣብ መንጎ ብልፅግና ዝተፈጠረ ሕድሕድ ምቅትታል ምስ ሓበን፣ ጀነራል ኣሰፋ ቸኮል እቲ ዝፈርስ ዘሎ ሰራዊት ንምህዳእ ናብ ቆቦ ከም ዘምርሐ ዝገልፅ ሓበሬታን፣ መጥቃዕቲ ድሮን ግብረ መልሲ መንግስቲ ትግራይ ዝምልከት ሓበሬታ ኣብ ራያ ኣላማጣ ዝተፈፀመ መጥቃዕቲ ድሮን ስዒቡ ዝመፀ ሰብኣዊ ጉድኣትን ሰላም ኣዲስ ኣበባን ባህርዳርን ኣብቂዑ እዩ ኢሉ መንግስቲ ትግራይ ኣብ ዘውፅኦ መግለፂ ሰራዊት ሱዳን ድማ ንከተማ ኣልጀኒና ንምቁፅፃር ኣብ ጫፍ በፂሑ ከም ዘሎ ዝገልፅ ሓበሬታ ላዕለዋይ ኣዛዚ ሓይልታት ቁልጡፍ ደገፍ RSF ሌተናል ጀነራል ዓሊ ናሕንያ ኣብ ፅኑዕ ሕክምና ከም ዝርከብ ዝገልፅ ሓበሬታ ብዛዕባ ሃገራዊ ኮሚሽን ኢትዮጵያ ዝምልከት ሓበሬታ ሒዝና ኣለና ክሳብ መወዳእታ ምሳይ ፀኒሖም ክትከታተሉ ዕድመኩም ሰራዊት ትግራይ ሕነ ናይ ምፍዳይ ስጉምቲ ኣጠናኺሩ ከምዝቐፀለሉ ተሓቢሩ። ኣብይ ኣሕመድ ኣብ ልዕሊ ሰራዊት ትግራይ፣ ነበርቲ፣ ህዝቢ ራያ፣ መንግስታዊ ትካላትን ተደጋጋሚ ናይ ድሮን ደብዳብ ብምፍፃም ጭራ ሓራስ ነብሪ ከምዝነኸሰ እዩ ዝግለፅ ዘሎ። ብልፅግና ኣብ ልዕሊ ኣብ ስምምዕነት ተኣሊኹ ዝነበረ ሰራዊት ትግራይ ዝፍፀሞ ኣርባዕተ ዙር መጥቃዕቲ ድሮን ሰራዊት ትግራይ ብሰለስተ ግንባራት ብዝወስዶ ዘሎ ሕነ ናይ ምፍዳይ ስጉምቲ ወራሪ ሓይሊ ይረግፍ ከምዘሎን እዩ ዝግለፅ ዘሎ። ካብ ግንባር ዓፋር ዝተረኸቡ ሓበሬታ ከምዝገልፆ ሰራዊት ትግራይ ኣብ ልዕሊ እቲ ሓይሊ ሓራ መሬት እናተብሃለ ዝፅዋዕ ብትማሳሊ ኣብ ልዕሊ ሰራዊት ብልፅግና ብዝወስዶ ዘሎ መጥቃዕቲ ዛጊድ ኽልተ ወረዳታት ከምዝተቖፃፀረ ተሓቢሩ ኣሎ። ኣብይ ኣሕመድ ጦርን ኣፅዋርን ሽሾ ሰራዊትን እናሰለፈ እኳ ካብ ኸቢድ ስዕረት ክከላኸልሉ ከምዘይኸኣለ እዩ ዝግለፅ ዘሎ። ካብ ግንባር ዝተረኸበ ተወሳኺ ሓበሬታ ከምዝገልፆ ኣብይ ኣሕመድ ይፍክር እኳ እንተሃለወ ዝዋጋእ ሰራዊት ከምዘይብሉን ሰራዊቱ ድምፂ ጥይት እንትሰምዕ ህይወቱ ንምትራፍ ጥራሕ ተበቲኑ ከምዝሃደመን ተፈሊጡ እዩ። እዙይ ዝኾነሉ ምኽንያት ድማ እቲ ሰራዊት ዝዋገኣሉ ዘሎ ዕላማ ስለ ዘይኣመነሉ መስዋእቲ ምኽፋል ከንቱ እዩ ኢሉ ስለ ዝኣመነ ከም ዝኾነን እዩ ዝግለጽ ዘሎ። እዚ ከምዚ ኢሉ እናሃለወ እቲ ብዓፋር ዝጀመረ ውግእ ሐዚ ይቕጽል ከም ዘሎ ዛጊድ እውን ልዕሊ ሰለስተ ሽሕ ሰራዊት ብልጽግና ካብ ጥቕሚ ወጻኢ ከም ዝኾነን ዝገልጹ ፍልፍላት ሓበሬታ እቲ ብወገን ክልል ኣምሓራ ሸነኽ ቆቦ ዝተጀመረ ምስ ሓይልታት ፋኖ ዝተናበበ መጥቃዕቲ እውን ይቕጽል ከም ዘሎን እዩ ዝግለጽ ዘሎ። ካብ ግንባር ዝተረኸበ ሰበር ዜና ከምዝገልፆ ሰራዊት ትግራይ ቆቦ ንፀገማይ ጎኒ ሓዲጉ ናብ ጎቦታት ዞብል፣ ቦርቦራን ጎብየን መስመር እናቐነዐ ከምዘሎ ተገሊፁ ዩ። እዚ መስመር ሰራዊት ትግራይ ብ ክልተ ሽሕን ዓሰርተ ሽዱሽተን ዓመተ ምህረት ውን ተጠቒምሉ ከምዝነበረን ሐዚ ዝተወሃሃደ ወታደራዊ ስልቲ ተጠቒሙ ወራሪ ሓይሊ ይፀራርግ ከምዘሎን ዩ ዝግለፅ ዘሎ። ጎቦታት ዞብል ኣብቲ ጆኖሳይዳዊ ኹናት ትግራይ ብዙሕ ታሪክ ዝተሰርሐሉ፣ ሰራዊት ትግራይ ታሪካዊ ዓወታት ዘመዝገበሉ እንትኸውን ሐዚ ውን እንተኾነ ታሪክ ባዕላ ትደግም ከምዘላ ካብ ግንባር ዝተረኸበ ሓበሬታ ዩ ኣመላኺቱ ዘሎ። ይኹን እምበር ሕዚ ዝግበር ዘሎ ገስጋስ ሰራዊት ትግራይ ምስ ሓይልታት ፋኖ፣ ኣገውን ናጽነት ግንባር ቕማንትን ተናቢቡ ይካየድ ከምዘሎን ሰራዊት ትግራይ ድማ ብፍጥነት ይግስግስ ከምዘሎን እዩ ዝግለጽ ዘሎ። ካብ ወታደራዊ ፍልፍላትና ዝተረኸበ ሓበሬታ ከምዝገልጾ ሓይልታት ጽምዶ ዘለዎ ምትሕጋዝ ወታደራዊ ቃል ኪዳን ዝተሰጋገረ እንትኸውን ኣብቲ ሕዚ እዋን ነቲ ቓልሲ ዝመርሕ ዘሎ ፋኖ ከምዝኾነን ቐጻሊ ተረኛ ድማ ኦነግ ከምዝኾነን እዩ ዝግለጽ ዘሎ። ነቲ ቃል ኪዳን መጀመርያ ዝመርሕ ህወሓት ከምዝኾነ ዝገለፁ ፍልፍላት ሓበሬታ፣ እቲ መሪሕነት እውን ብብተራ ክኸውን ከምዝተወሰነ እዩ ዝግለፅ ዘሎ። እዚ ከምዚ ኢሉ እናሃለወ ሓንቲ ክፍለ ጦር ብልፅግና ኣብ ከባቢ ወልድያ ከምዝተደምሰሰትን ሰለስተ ሚእትን ሓምሳን እውን ከምዝተማረኹን ሕዚ ዝተረኸበ ሓበሬታ ይገልፅ። ሰራዊት ብልፅግና ብኹሉ ኣንፈታት ይቕጥቐጥ ከምዘሎ እናተገለፀ ክኸውን እንከሎ ኣብ ቆቦ ድማ ሰራዊት ብልፅግና ኣብ መንጉኡ ብዝተፈጠረ ጎነፅ ሕድሕዱ ከምዝተቓተለን ይፈርስ ከምዘሎን እዩ ዝግለፅ። ናይ ምብራቕ እዚ ዋና ኣዛዚ ዝኾነ ጀነራል ኣሰፋ ቸኮ ነቲ ተፈጢሩ ዘሎ ጎነጽ ንምህዳእ ናብ ከተማ ቆቦ እናምርሐ ከምዘሎ ተፈሊጡ'ሎ። ኣብ መንጎ ሰራዊት ብልጽግና ብዝተፈጠረ ጎነጽ ሰለስተ እንትሞቱ ብዙሓት ድማ ከምዝቖሰሉ ዝገለጹ ፍልፍላት ሓበሬታ መንቀሊ'ቲ ጎነጽ ድማ መጥቃዕቲ ሓይልታት ጽምዶ እናጸገዐ ምምጽኡ ስዒቦም ተወለድቲ ኣምሓራ ኢዶም ክህቡ እዮም ብዝብል ቕድሚት ክስለፉ መዝሓሊ ጥይት ክኾኑ ስለዝተገበረ ከምዝኾነ እዩ ዝግለጽ። ነዚ ስዒቡ ድማ ተወለድቲ ኣምሓራ ዝኾኑ ኣባላት ምክልኻል ኢትዮጵያ ብዝተረኸበ ኣጋጣሚ ይፈርሱ ከምዘለዉ ይግለጽ ኣሎ። እቲ ኣብ ካብታት ቆቦ ዓሪዱ ዘሎ ሰራዊት ብልፅግና እውን ኣይዋጋእን ብምባል እናፈረሰ ከቢድ ራዕዲ ከምዝኣተዎ ዝግለፅ ኾይኑ ጀነራል ኣሰፋ ቸኮልን ኻልኦት ኣመራርሓ ግንባርን ውግእ ኣይህሉን ምስ ህወሓትን ፋኖን ዘለና ፍልልይ ብሰላማዊ መንገዲ ንምፍታሕ ንሰርሕ ኣለና ኢና ብምባል ኣብ መሬት ዘየለ ተግባር ተጠቒሞም ነቲ ሰራዊት ከይፈርስ ንምእማን ይፍትኑ ከምዘለዉ እዩ ዝግለፅ ዘሎ። እዚ ከምዚሉ እናሃለወ ኣብ ምዕራብ ትግራይ እውን ስርሒት ከምዝጀመረ ተሓቢሩ ኣሎ። ፍልፍላት ከም ዝሕብርዎ፣ ኣብ ምፍራስ ዘሎ ወራር ሓይሊ፣ ብዝተወሰደሉ ሃንደበታዊ መጥቃዕቲ ድፍዑ ሓዲጉ ይሃድም ከም ዘሎ እዩ ዝግለጽ። ኣብ'ቲ ዝካየድ ዘሎ ውግእ፣ ሰራዊት ኤርትራ ናይ ከበይድ ብረት ሽፋን ሂቡ ከም ዘሎ ዝግለጽ ዘሎ ኮይኑ፣ ሰራዊት ትግራይ ናብ ምዕራባዊ ትግራይ ተጸጊዖም ምንባሮም ዝፍለጥ እኳ እንተኾነ፣ መጥቃዕቲ ድሮን ስዒቡ ግና እቲ እቲ ውግእ ብምዕራብ ግንባር እውን ከም ዝተጀመረ እዩ ዝግለጽ። ኣብይ ኣሕመድ ኣብ ባህርዳር ካብ ዝርከብ ማእኸል መዋፈሪ ድሮን ዝለኣኻ ድሮናት ኣብ ልዕሊ ሰራዊት ትግራይ ዓርሚ ዕስራን ሽዱሽተን ጉድኣት ምብፀሐን እቲ መጥቃዕቲ ዝተፈፀመ ድማ ኣብ ቤት ትምህርቲ ምዃኑ ይፍለጥ እዩ። ደገፍቲ ብልፅግና ዝኾና ሚድያታት እቲ ኣብ ራያ ኣላማጣ ዝተፈፀመ ናይ ድሮን መጥቃዕቲ ልዕሊ ሽዱሽተ ሚእቲ ዝኸውን ሰራዊት ትግራይ ሞትን ቑስልን ከምዝኾነ ክገልፃ እኳ እንተፀንሓ ቢቢሲ ትግርኛ ሒዝዎ ዝወፅ ሓበሬታ ከምዘረጋግፆ ግን እቲ ደብዳብ ድሮን ሰለስተ ኣባላት ሰራዊት ትግራይ ከምዝሞቱን ሸውዓተ ድማ ቆሲሎም ናብ ሕክምና ከምዝተወሰዱን እዩ ገሊፁ ዘሎ። ነዚ መጥቃዕቲ እዚ ድማ ብወገን ትግራይ ከቢድ ቁጥዐ ዘስመዐ ክኸውን እንከሎ መንግስቲ ትግራይ እውን ትግራይ ብድሮን እናተደብደበት ባህርዳር፣ ኣዲስ ኣበባ ሰላም ዝኾነሉ ግዜ ኣብቂዑ እዩ ክብል ገሊፁ እዩ። ነዚ ስዒቡ ድማ ሓይልታት ምክልኻል ትግራይ ማእኸል ድሮናት ብልፅግና ብምዕናው ግብረ መልሲ ክህቡ ትፅቢት እናተገበረ ከምዘሎ ይግለፅ እዩ። እዚ ከምዚ ኢሉ እናሃለወ ሰራዊት ሱዳን ዓብይ ዓወት ከምዝሓፈሰ ይግለፅ እዩ። ሰራዊት ሱዳን ብዝወሰዶ ዘሎ ተኸታተሊ መጥቃዕትታት ብዙሓት ግዝኣታት ይቆፃፀር ከምዘሎ ዝግለፅ ዘሎ ኮይኑ፣ ዋና ከተማ ምዕራብ ዳርፉር ዝኾነት ከተማ ኣልጀኒና ክቆፃፀር ጫፍ በፂሑ ከምዘሎን እውን ይግለፅ ኣሎ። ንከተማ ኣልጀኒና ንምቁፅፃር ዕስራ ኪሎ ሜትር ርሕቐት ብዝተኸፈተ መጥቃዕቲ ሓምዳን ዳጋሎ ስዕረት ከምዝተጎልበበ ሚድያ ኣልሓዳስ ገሊፃ'ላ። ኣብቲ ዞባ ብዝተፈፀመ መጥቃዕቲ ኣርብዓ ወታደራዊ መኻይን ከምዝተቓፀላን ሰላሳ ከምዝተማረኸን እታ ሚድያ ወሲኻ ገሊፃ'ያ። ብተመሳሳሊ ዜና ሓይልታት ፅምዶ ኣብ ክልል ቤንሻንጉል ድፋዓት ብልፅግና ከምዝቋፀሩ ተሓቢሩ'ዩ። ኣብ ክልል ቤንሻንጉል ጉሙዝ ኣብ ዞባ መተከል ወረዳ ቡለን ፍሉይ ቦታ ኩጂ ዓስኪሩ ዝነበረ ሰራዊት ኣብይ ኣሕመድ ሙሉእ ብምሉእ ከም ዝተደምሰሰ ድማ ካብ ግንባር ዝወፀ ሰበር ዜና እዩ ኣመላኺቱ ዘሎ። ብርክት ዝበለ ወታደራዊ ንብረትን ዕጥቅን ሓይልታት ፅምዶ ተመንዚዑ ከም ዘሎን እውን ተገሊፁ እዩ። ናብቲ ቀፃሊ ዘሎ ዛዕባ ተሰጋጊርና ኣዛዚ ሓይሊ RSF ኣብ ፅኑዕ ሕክምና ከም ዘሎ ተገሊፁ። ላዕለዋይ ኣዛዚ ሓይልታት ቁልጡፍ ደገፍ ሱዳን ነበር፣ ኣብ ማእከል ድሕሪ እዚ ዘጋጠመ ከቢድ ናይ ጥዕና ጸገማት ናብ ወተሃደራዊ ሆስፒታል ኡርማንድማን ከም ዝተወሰደ ስድርኡ ገሊጾም። ሓደ ካብ ቐንዲ ኣዘዝቲ ኣርኤስኤፍ ዝነበረ ሌተናል ጀነራል ዓሊ ናሕንያ፣ ንልዕሊ ሓደ ሰሙን ብሕጽረት እስትንፋስ ክሳቐ ድሕሪ ምጽናሕ ኣብ ትሕቲ ጽኑዕ ክንክን ሆስፒታል ምእታዉ ዝጠቐሱ ስድራቤቱ፣ ኣብዚ ሕዚ ግዜ ሕክምናዊ ክንክን ይግበረሉ ከም ዘሎ ጠቒሶም ኣለዉ። ስድራቤት ናይቲ ኣዛዚ ነበር፣ እቲ ጀነራል ግቡእ ክንክን ከም ዘይረኸበን፣ ብዙሕ ግዜ ሓገዝ ተሓቲቱሉ ክሕገዝ ከም ዘይኸኣለን ዝኸሰሱ ኮይኖም፣ ረድኤት ብምድንጓዩ ንሞት ተቓሪቡ ከም ዘሎን'ውን ይግለጽ ኣሎ። እቲ መኩንን ኣብ ምስራት RSF ዓቢ ተራ ዝነበሮን ሓይልታት ሰራዊት ሱዳን ንካርቱም ድሕሪ ምቁጽጻሮም ወተሃደራዊ ስለያ ኣብ ቐይዲ ዝኣተወ ምንባሩን'ውን ተወሳኺ ሓበሬታ ይገልጽ እዩ። ሃገራዊ ምክክር ኮሚሽን ኢትዮጵያ ኣብ ኣዲስ ኣበባ ኣብ ዝካየድ ዘሎ ዘተ ዝኾነ ይኹን ውሳነ ከም ዘየሕለፈ ገሊጹ። ዋና ኮሚሽነር ናይቲ ኮሚሽን ፕሮፌሰር መስፍን ኣርኣያ ከምዝገለፆ ኣብ ደገ ዝውረ ዘሎ ዝተፈላለዩ መግለፅታት ካብ ሓቂ ዝረሓቐ ምዃኑ ብምግላፅ እቲ ኮሚሽን ዝኾነ ደምዳሚ ውሳነ ከምዘይመሓላለፈ እዩ ሓቢሩ ዘሎ። እቲ ዘተን ምክክርን ገና ይቐፅል ከምዘሎን ካብ ዝተፈላለዩ ሕብረተሰብ ዝወፁ ዘለዉ ተወከልቲ ከምዘለዉ ገለ ጉጅለታት ተወከልቲ ከምዘይተረኸቡን ዘነፀረ መግለፂ ናይቲ ዋና ኮሚሽነር ኹሉ ዘሳተፈ ንምግባር ይስራሕ ከምዘሎ እውን ይግለፅ እዩ ዘሎ። ኣብቲ ኣጋጣሚ ሓሙሽተ ሚእቲ ኣባላት ዝሓቖፈ ጉጅለታት ከምዝቖመ፣ እቶም ጉጅለታት እውን ናብ ንኡስ ጉጅለታት ከምዝተመቓቐሉ ዝሓበረ እቲ ኮሚሽነር፣ ኣብቲ ዘተ ማእኸላይ ነጥቢ ሒዞም ክወፁ ዘለዎ ተስፋ እውን ገሊፁ እዩ። ኣብ ኢትዮጵያ ኣጋጢሞም ንዘለዉ ገማማዕቲ ጉዳያት መፍትሒ ንምርኻብን እታ ሃገር ፍልልያት ኣፅቢባ ኩነታት ንምፍጣርን እቲ መድረኽ ከምዝተፈጠረ እቲ ዋና ኮሚሽነር ዝገለፀ ኮይኑ፣ እንተኾነ ግና ብኣንፃሩ ኣብቲ ዘተ፣ ኣብ መንጎ ብልጽግና ኦሮሚያን ናይ ኣምሓራ ተወከልትን ኸቢድ ምትፍናን ከምዘሎ ተገሊጹ። ብልጽግና ኦሮሞ ዘለዎም ዕብላለ ተጠቒሞም ከተማ ኣዲስ ኣበባ ዋና ከተማ ክልል ኦሮሚያ ንምግባር ዝተፈላለዩ ናይ ውሽጢ ስርሓት የካይዱ ከምዘለው ጽልዋን ጽዕንቶን ይፈጥሩ ከምዘለው ዝተገለጸ ኾይኑ ተወከልቲ ኣምሓራ ድማ ነዚ ከምዘይተቐበሉን ኣብ መንጎቲ ዘተ ኸቢድ ምትፍናን ከምዘሎንዩ ዝግለጽ ዘሎ። ኣብቲ ዝካየድ ዘሎ ሃገራዊ ዘተ ናይ ኦሮሚያ ተወከልትን ነቲ ኮሚሽነር ዝመርሑ ናይ ኦሮሚያ ሓለፍትን እቲ ዘምጽእዎ ዘለው ሓሳብ ሙሉእ ብሙሉእ ክጸድቕ ዝተፈላለዩ ጽዕንቶ ይገብሩ ከምዘለው ዝግለጽ ኾይኑ ካብ ዝተፈላለዩ ክልላት ወጺኦም ነዚ ዝቀወሙ ዘለዉ ድማ ከቢድ ምፍርራሕን መጠንቀቕታታትን ይበጽሖም ከም ዘሎ እዩ ዝግለጽ ዘሎ። ኣብ ኮሎምብያ ዝተራእየ ምንቅጥቓጥ መሬት ኸቢድ ስንባደ ፈጢሩ። ኣብ ኮሎምብያ ብዘጋጠመ ብርቱዕ ምንቅጥቓጥ መሬት ብውሕዱ ሚእትን ሰላሳን ኽልተን ሰባት ከም ዝሞቱ ተገሊጹ። ኣብ ኮሎምብያ ኣብ ዝሓለፈ ዓመታት ካብ ዘጋጠሙ ዝበርትዐ ካብ ዘጋጠሙ ዝበርትዐ ምንቅጥቓጥ መሬት ብምግጣሙ ብውሕዱ ሚእትን ሰላሳን ኽልተን ሰባት ክሞቱ እንከለዉ ኣብታ ሃገር ድማ ህጹጽ ኣዋጅ ተኣዊጁ ከም ዘሎ ተገሊጹ። ብዙሓት ዝሞቱ ሰባት ኣብዚ ሕዚ እዋን ክውስኽ ከም ዝኽእል ዝተገለጸ ኮይኑ፣ ብርክት ዝበሉ ሰባት ድማ ኣብቲ ዝዓነወ ህንጻታት ተደፊኦም ከም ዘለዉ ይሕበር ኣሎ። እቲ ምንቅጥቓጥ መሬት ሸውዓተ ነጥቢ ኣርባዕተ ሬክተር ዝዓቐኑ ከም ዝኾነን ሰኑይ ንጉሆ ሰዓት ሸውዓተን ሰላሳን ኣርባዕተን ብኣቆጻጽራ እታ ሃገር ከም ዘጋጠመ ናይታ ሃገር ስነ መሬታዊ ኣገልግሎት እዩ ሓቢሩ ዘሎ። እቲ ምንቅጥቓጥ ኣብ ውሽጢ ሚእትን ሰለስተን ኪሎ ሜትር ዕምቆት ከም ዝተኸሰተ ዝተገለጸ ኮይኑ፣ ብርክት ዝበሉ ሰፋሕቲ ከባብታት ምዕራብ ኮሎምብያ ከም ዝተሰምዐ እውን ተገሊጹ እዩ። ምምሕዳር ትራምፕ ንዝሓዞ መደብ መዓልታዊ ኮታ ማእሰርቲ ንምምላእ ብዝብል ዕላማ፣ ወኪላት ኢሚግሬሽን ኣሜሪካ ሓደሽቲን ዘይተለመዱን ስልትታት ማእሰርቲ ብምጥቓም ኣብ ወርሒ ሓምለ ጥራሕ ኣስታት ሓምሳን ሓደን ሽሕ ስደተኛታት ኣብ ትሕቲ ቁጽሪ ከም ዘውዐሉ ተገሊጹ። እዚ ኣሃዝ እዚ እቲ ምምሕዳር ክሳብ ሕዚ ዘመዝገቦ ዝለዓለ ወርሓዊ መጠን ማእሰርቲ ክኸውን ከም ዝኸኣለ ተገሊጹ። እቶም ወኪላት ኢሚግሬሽን ሕጂ መዕርፎ ነፈርቲ፣ ኣብ ሃገራዊ ፓርክታት ዝርከቡ ናይ ህዝቢ መዘናግዕታትን ቦታታትን ዓበይቲ ጽርግያታትን፣ ከም መፈተሺ ኬላ ብምጥቓም ዘይተጸበኻዮ ማእሰርቲ ይፍጽሙ ከም ዘለዉ ተገሊጹ እዩ። ዝሓለፈ ወርሒ ኣብ መዕርፎ ነፈርቲ ካብ ዝተተሓዙ ውሽጢ፣ ቪዝኦም ዝተረፎም ግና ድማ ሕጋዊ ናይ መንበሪ ፍቓድ ንምርካብ ኣብ መስርሕ ዝነበሩ ምሁራት ዝርከብዎም ከም ዝኾኑ ተገሊጹ እዩ። ካብዚኣቶም ድማ ተመራማሪ ዩኒቨርሲቲ ጆንስ ጆንስ ሆፕኪንስ ዝኾነ ካሜሮናዊ ሽልማት ተቐቢሉ ክምለስ ከሎ ዝተተሓዘ ምሁር ዩኒቨርሲቲ ሜሪላንድ ዝኾነ ኢትዮጵያዊ ይርከብዎም። ብተወሳኺ እውን ኣብ ሰሜን ካሮላይን ኣብ ዝርከብ መዘናግዒ ቦታ ዓሰርተ ሰለስተ ሰባት ከምኡ ድማ ኣብ ጽርግያታት ሚድዌስት ሓምሳን ሓደን መራሕቲ ዓበይቲ መካይን ትራክ ብድንገተኛ ፍተሻ ከም ዝተትሓዙ ተገሊጹ እዩ። ሚኒስተር ውሽጣዊ ድሕነት ኣሜሪካ፣ ሓደገኛታት ገበነኛታት ከም ቐተልትን ኣብ ልዕሊ ህጻናት ዓመጽ ዝፍጽሙ የሳድድ ከም ዘሎ እኳ እንተገለጸ፣ መረዳእታታት ከም ዘርእይዎ ግና ካብቶም ኣብዚ ሕዚ እዋን ተኣሲሮም ዘለዉ ውሽጢ ካብ ሲሶ ዝውሕዱ ጥራሕ ናይ ገበን ሪከድ ከም ዘለዎም እዩ ዘመላኽት።